ሰብ ብዙሕ ነገር ኢሉኩም ክኸውን ይኽእል እዩ። ብዙሕ ነገራት እውን ኣብ ልዕሊኹም ኣብፅሑ ክኸውን ይኽእል እዩ። በዚ ምክንያት ድማ ብዙሕ ሰብ ብዙሕ ሰብ ዝተሰበረ ሰብ ኣለና እዩ። ምክንያቱ ካብ ሰብ ዘይትፅበዮ ነገር ክመፀካ ይኽእል እዩ። ሓወይ ዝበልካዮ፣ ሓፍተይ ብዝበልካያ፣ ኣቦይ ብዝበልካዮ፣ ኣደይ ብዝበልካዮ፣ መቐርበይ እዩ ብዝበልካዮ ኩሉ ብዙሕ ነገራት ከጋጥመካ ይኽእል እዩ ማለት እዩ። ከምዚ እውን ደሎ እዩ ኣብ ልዕለይስ ከምዚ ክኣክል ክበጽሐኒ ኢሎም ካብ ሰብኣውነትካ ሰብ ከም ሰብ ከውን ዘይትኽበረሉ ክትከውን ትኽእል ኢኻ ብዙሕ ተንጋላታ ስዕብ ክህልወና እዩ ማለት እዩ ከምኡ እውን ልክዕ እዚ ከጋጥሞ እንከሎ ክዳን ተኸዲኑ ሰብ ዝመስል ሰብ እኒኦ ብዙሕ ተሸኪሙ ፀገም ድዩ ናይ ሰብ ድፍኢት ዘንጋላትዖ ዘጋፍዖ ሰብ ብዙሕ ክህሉ ይኽእል እዩ ኣብ ደገ ክኸይድ እንከሎ ግን ሰብ ንኸይፈልጠለይ ኢሉ ውሽጡ ቀቢሩ ዝጓዓዝ ሰብ ክህልወና እዩ ማለት እዩ። ስለዚ ሓደ ሓደ ግዜ ብትሪኦ ብትሰምዖ ወይ ድማ ኣካዳድንኡ ርኢኻ ኣረጋግፅኡ ርኢኻ ኣብ ልዕሊ ሰብ ሕማቕ ዘይምውርዋር ብጣዕሚ ነቲ ሰብ ንሱስ ከመይ ዓይነት ሰብ እዩ ዘሎ ኢልካ ምጥማት እውን የድሊ እዩ፣ ምርኣይ እውን የድሊ ምፍታሽ እውን የድሊ እዩ ማለት እዩ። ብዙሕ ሰብ ሕዚ ምሳና ዝጓዓዘው በቃ ምሳና ኮፍ ኢሉ እናሃሎ ሓሳቡ ናብ ካልእ ዕዝር ዝብል ሰብ እኒኦ። ንምንታይ ተተባሂሉ ሓደ ኣብ ገዙ ብዙሕ ነገራት ዘጋጥሙ ክህሉ ይኽእል እዩ። ብዙሕ ዝገደፈ እውን ክህልወና ይኽእል እዩ። ብዙሕ ብዙሕ ዝገደፈ ማለት እዩ። ስለዚ ነዚ ሰብ እዚ ኣነ እንታይ ክኸውን ኣለኒ ከመይ ዓይነት ሰብ ክኸውን ኣለኒ ሰብ ዘብለካ ነቲ ሰብ ንሱ ድሕር በፂሕካሉ እዩ ነቲ ሰብ ንሱ ተፈትሽካዮ እንተርእኻዮ እዩ ተዘይኮይኑ ግን ስኢልካ ከም ሰብ ምስኡ ተሓዊስካ እንተነበርካ ልክዕ እንስሳ ኢኻ ክትመስል እንስሳ እንታይ ዝገብር ነቲ ምስኡ ዘሎ ይወግኦ እዩ ማለት እዩ ይዋግኣ እዩ ኣር ሓደ ሓደ እንስሳስ እንድሕር ተላሚዶም እውን ዘቃወጥሩ ዝሕብሕቡ እንስሳት እውን ንርኢና ማለት እዩ ንዘይለምዶ እንተኾይኑ እንስሳ ግን ይዋጋእ እዩ። ሰብ ምስ ሰብ ግን ክላመድ ኣለዎ። ምልማድ ጥራሕ ዘይኮነ ክፋቐር ኣለዎ። ምፍቓር ጥራሕ ዘይኮነ ስቕ ኢልካ እቲ ፍቕሪ ዝበሃል ከመዓልካ ከመሓደርካ ኢልካ እትገልጾ ብኣንደበትካ ፍቕሪ ዘይኮነስ እቲ ክርስቶስ ዝሃበና ፍቕሪ ክነመሓላላፍ ይግበአና ማለት እዩ። ስለዚ ብዙሕ ሰብ ዝተጎድእ ሰብ ልቡ ተሰበረልና ዝኾነ ነገር ኣብ ደገ መፅኡ ምሳኻ እናሰሓቐ ነይሩ እኳ ብዒንቱ ንብዓት ሸረብርብርብርብርብ ዝብል እኒሆ በቃ መቋረፂ ዘይብሉ ንብዓት ዝነብዕ ንምንታይ በቃ ተብ ገዝኡ ዝጎደፎ ነገር እኒሆ ልቡ ዝሰውሮ ንስኻ ዘይትፈልጠሉ ነገራት እኒሆ ተሸከሞ ዝሓዘሎ ንስኻ ዘይፈተሽካዮ ዘይረኣኻዮ እኒሆ ክዳን ተኸዲኑ ሰው ዝመስለካ እኒሆ ውሽጡ ግን ካሊእ እዩ። ዝተቐበረ መንነት ተሎ ዝተቐበረ ጉድ ዘለዎ ንሰብ ንኸይዛረብ ዝተሰከፎ ንሕና ደቂ ሰባት ግን ድኹማት ስለ ዝኾንና ናይ ሰብ ድኽመት ክንሽፍን እውን ኣይከኣልናን ኣሸንኳይ ዶ ድኽመቱ ካብ ስብራቱ ክንፀግኖ ስብራቱ እናረኣና ደድሕሪኡ እናተኸተልና እናተኸተልና ነታ ፀገሙ ኣብ ማእኸል ሓፋሽ እናልዕልና ነዋርድ ሰባት ብዙሓት ኢና መገዛእ ሓውና ንገዛእ ሓውና ንገዛእ ናትና ዝኾነ ነቲ መባልዕትና ነቲ መሳትይትና ነቲ መኻይድና ዝኾነ ነቲ ኣብ ጸገምና ዝበዝሐልና ኣብ ሓዘንና ምሳና እውየ ኢሉ ዘባኽየና ኣብ ሓዘን ኣብ ሓጎስና ዳስ ተኺሉ ሓጎስና ምሳና ዝስሕቕ ሰብ ዝጎዳእና ብዙሓት ኢና ገለገሌና በግካዳድንኡ እውን ጸገማቱ ርኢና ግዜ ተጸቢና ኣብ ጽጉመሉ ግዜ ኣብ ጸገሙ ግዜ ዝገደፍናዮ ብዙሓት ኢና። ገንዘብ እንተልዩካ ዝቐርበካ ገንዘብ እንተዘይብልካ ግን ዘርሕቐካ ሃፍቲ እንተርእካ እንተልዩካ ዝቐርበካን ሃፍትኻ ኢሉ ሃፍትኻ ምስ ወዳእካ ብሓደ ምስ በላዕካዮ ምስ ሰተኻዮ ግን ርሒቑካ ዝኸይድ ልብኻ ዝስብረካ ዝሰብረካ ብዙሕ እዩ ወገናተይ እዚ ክኸውን ከሎ ግን ሓደ ዘይርስዕ ኣለና፣ ሓደ ዘይሽንዶ ኣለና። ኣብ ጸገምና ግዜ፣ ኣብ ሓዘንና ግዜ፣ ኣብ ሓጎስና ግዜ፣ ኣብ ዝረኸብናሉ፣ ኣብ ዝሰኣናሉ ከማና ዘይፍሊ ኩሉ ግዜ ኣጆኻ ዝብለና ሓደ ኣለና። ንሱ እውን ሓያል ጎይታ እዩ። ኩሉ ግዜ ኩሉ ግዜ እውን ብጎይታ ተሓጎሱ ተባሂልና ርእዩ። ካብቲ ናተይ ትብሎ ሰብ ሓዘን ክመፀካ ከሎ ካብቲ ናተይ ትብሎ ስብራት ክመፀካ ከሎ ካብቶም ጸገማ ግዜ ክኾነኒ እዩ እትብሎ ዘየድል ውርደት ክመጸካ ከሎ ዘየዋርደካ ኣምላኽ ከም ዘለካ ግን ክትዝንግዕ ኣለካ ኣብታ ጸገምካ ግዜ ዝበጽሐልካ ኣብታ ናይ መወዳእታ ኮይናቶ እያ ኣውቂዓቶ እያ እትበሃለሉ ግዜ ዝበጽሐልካ ጎይታ ከም ዘሎ ግን ከይትዝንግዕ ብጎይታ ኩሉ ግዜ ተሓጎስ መዓዝ እዩ ኣብ ፀበባ ግዜ ኣብ ፀገማ ግዜ ኣብ ሓዘንካ ኣብ ሓጎስካ ኩሉ ግዜ እግዚኣብሔር ምሳኻ እዩ ኣቦ ዘይኽሕድ ኣቦ ወሊዱ ኣይናተይን ዘይብል ኣቦ ካብ ፍጥረቱ ንድሕሪት ዓይኑ ንድሕሪት ዘይገብር ኩሉ ግዜ ዝስዕልና ኣቦ ኩሉ ግዜ ብምሕረት ዝርእየና ኣቦ ኩሉ ግዜ ኢዱ ዘርጊሑ ዝቕበል ኣቦ ዋላ እንቐየምካዮ ኣሽንኳይዶ ኣፍቂርካዮ ኣሽንኳይዶ ኩሉ ግዜ ናኦም ርሒኻ ብዙሕ ግዜ ክሒድካዮ ነርካ ኣየድልየንን ኢልካዮ ነርካ ፈቆዶ ስኻር ብንብዓት ብፀገም ግዜ እኳ ወይ ብጽጋብ ግዜ ገጽካ መሊስካ ክትሃድም እንተለኻ ወደይ ገጽካ ባናባይ ዘወር ኣብል ጎረይ ገጽክ ባናባይ ዘወር ኣብል ኢሉ እናሰሰዐ ዝቕበለካ ጎይታ ትርእይዎ ክሳብ መስቀል እናተደፍአ ንቁልቁል እናወደቐ እናተንከራተተ ንስኻ ክትነብዖ ዝግበእካ ዝነበረ ንብዓት ነቢዑ እዚ ግርፋት ተገሪፉ ተሸንኪሩ ወደይ ዝበለና ንሱ እዩ። ስለዚ እቲ መከራኣን ሕሊፎ እየ ደቂ ሰባት ኣብ ልዕለኻ መከራ እንተምጹልካ ጸገማት እንተምጹልካ ኣነ ግን ኣነ ኣለኹኻ እየ ሰብ የብለይን ከይትብል ቤተሰበይ ክሒዶምን እዮም ከይትብል ሸንድዮምን እዮም ኣዕርኽተይ ስሒቆምን እዮም ኣብ ጸገመይ ግዜ ገዲፎምን እዮም ከይትብል ልዕሊ ኩሉ ዝኾነ ልዕሊ ኩሉ ጎይታ እግዚኣብሔር ኣለካ እዩ ከምዚ ዓይነት ካብ ደቂ ሰባት ናብ ልዕለይና ዘየድሊ ነገራት ክውርወረና ከሎ ንእጋርና ካብ ርሕኦ ዝግባእ ናብቲ ሸንዲ ዘይሽንድወና ጎይታ እዩ ደቂ ሰባት ክደፍኡና እንከለዉ ሎማዓንቲ ረሳሕ ክዳን ተኸዲንካ ኢኻ ናብ ገዛ ኣይትኣቱን ክብሉና እንተለዉ ደጊም በቲኹ እዩ ስኢኑ እዩ መኒጡ እዩ ሙዚክ ንሓብር የብሉን ክብሉና እንተለዉ ዘይሽንድወና ጎይታ ኣለና ሰብ ጨካን እዩ ሰብ ተለዋዋጣ እዩ ዘይለዋወጥ ጎይታ እግዚኣብሔር ግን ምሳና እዩ ብዙሓት ተስፋ ዝቆረፅና ክንህሉ ንኽእል ኢና ብዙሓት ዘድነና ርእስና ዘነነና ሕዚ ረእዎ ሰብ መሲልና ምስኣቶም ከፍ ኢልና እናሃለና ግን እቲ ሽግራትና ርእስና መፅኡ እናበፅበፀና እዒንትና ንብዓት ቅፅርፅር እናበለ ከም ውሕጅ ደረብረብ እናበለ ክዳንና እናተርከሶ እንርከብ ብዙሓት ኢና። ብዙሓት ስድራና ይንቕበለኩምን ኢሎምና ላዛና ዘይጠዓሞም ካብ ገዛ ዝወጻና ኣብ ፍቖዶ ጎደናታት ንሓድር፣ ከምኡ እውን ካብ ቤተሰብና ድሕሪ ሕዚ ኣነ ምስዚኣቶም ኣይራኸብን ኢልና ፍቖዶ ዓድታት ወጺና ምስ ጓና ምስ ባዕዲ ንነብር ብዙሓት ልብና ተሰበረ ሰባት ኣለና ኢና። ነይሩና ዝሰኣንና፣ ተኸዲንና ዝዓረቕና፣ ንበልዕ ነርና ነብልዕ ነርና ዝጠመና ብርቱዓት ነርና ዝደኸምና ንጓየ ነርና ግን ብርኪ ዝሓፀረና ግዜ ዝጠለመና ብዙሓት ኢና ብዙሓት ኣብ መደቀሲና ኮይንና ትርኣስና ብንብዓት ተሓፀብና ብዙሓት ኢና ኣብ ዓለም ክንደይ ኣለው ዘይብል ንኽትሰምዖ ብጣዕሚ ዝኸብድ ካብ ወገናትና ዝበፅሐና መከራ ብዙሓት ኢና ግን ግን ምሳኻ ዘለ እቲ ሰብ ዘይኮንካ ክትርኢ እቲ ዘይረአ ጎይታ ምሳኻ ከም ዘሎ ከተስተውዕል ኣለካ ከተስተውዕል ኣለካ ብዙሕ ይርኢ እየ ኣብ ማሕበራዊ ሚድያ እናመፁ ጽቡቕ እናውግኡ ዝጸንሑ እናሰሓቑ ይጸንሑ እሞ ኣብ መወዳእታ ብድንገት ብዘይሓሰብዎ ዓይኖም ከም ዝናብ ክረምቲ ንብዓት ዝዘንብ ኣለዉ ንምንታይ ኣብ ውሽጦም እተቐበረ ነገር ስለ ዝነበሮ ንዝዛረብዎ ዝሰኣኑ እትንፍስዎ ዝሰኣኑ ምኽንያቱ ንኸይትንፍሱ ኣይትተንፍስን ኢልና ኣፍና ዝዓቆ ኣፎም ዝዓቆምና እዮም ጸገማቶም ንኸየውሪና ጸገም ካይደልን ናይ በዓለይ ጸገም ኣለኒ ዝበልና እዮም ከምኡ እውን ንሽግራቶም መፍትሒ ዝሰኣኑ ግዜ ዘዘረዮም ተሓባቢርና ዝደብደብናዮም ንገዛእ ኣሕዋትና ናትና እናሃለዉ ግዜ ተጠቒምና ጉልበት ተጠቒምና ዝዓምፀፅናዮም ብዙሓት ኣለዉ እዚኣቶም በብግዜኡ ዝነብዑ ዘለዉ ንኸየተንፍሱ እኳ ንኸልኦም ዘለና ብዝኣተውዎ ብዝወፅዎ ዝኸላእናዮ ብዙሓት ጨካናት ሰባት ኣለና ብዙሓት ድምፆም ምስማዕ እዚ ዘረኡ በቃ ለፍሊፉ ለፍሊፉ ኣይምነዎ ስቕ ኢሉ እዩ ስቕ ኢሉ እዩ ነባዕ እዩ በኻይ እዩ ስቕ ኢሉ ርእሱ ምሰድነን እዩ ዝብልናዮም ጸገማት ዘይተረዳእናዮም ኣለና። ስለዚ ሰብ ንሰብ እንተዘይተረዳዲኡ፣ ሰብ ንሰቡ እንተዘየድሚጽዎ፣ ንሓውካ ንሓፍትኻ ጸገማ እንታይ እዩ ኢልካ እንተዘይፈትሽካያ እንተዘይርኢኻያ ኣብ ጸገማኣ ግዜ እንተዘይበጽሒኻ ንስኻ እግዚኣብሄር ኣብ ጸገመይ ግዜ ክበጽሐኒ እዩ ኢልካ ዶ ክትሓስብ ትኸውን? ኢልና'ዶ ክንሓስብ ንኸውን? ኣብ ልዕሊ ኣሕዋትና እምን ሸንደና ክንዳ ኢና ብመልሓስና ዋላ ክንደይ ረእይዎ። ስለዚ ወገናትና እውን ከምዚ ሓደ ክንተሓባበር ኣለና፣ ክንሰማማዕ ኣለና። ካልኣይ ከምዚ እተደቆስኩም ሰባት ኣለኹም፣ ተስፋ ዝቆረጽኩም ተስፋ ከይትቆርፁ እግዚኣብሔር ምሳኹም እዩ ንግፉዓት ዝሕብሕብ ጎይታ እኒሀ እዩ ንዝወደቑ ዘተስእ ጎይታ ምሳኹም እዩ ምሳና እዩ ሓያላትን ትብርትዑና እንተለዉ ልዕሊ ሓያላት ሓያል ዝኾነ ጎይታ እግዚኣብሔር ምሳና እዩ ደጊም ዘራየብሉን ኢሎም ገንዘብና መንዚዖም ሃፍትና መንዚዖም ጥራሕ ናብ ፈቖዶ ጽርግያ ጥራሕ ዘባና ክንጎዪ ክንዓብድ ዝገብሩና ዘለዉ ረእዩ ሂቡ ዘይውድኦ ጎይታ ምሳና ከም ዝኾነ ቀልጢፍና ናብ እግዚኣብሔር ክንከይድ ኣለና። ጥርዓና ናብ እግዚኣብሔር ክንገብር ኣለና። ዝሓያል ጎይታ ምሳና እዩ። እዚ ልዑል ጎይታ ምሳና እዩ። ረይዎ በዚ መከራ እዚ ግን ክትክእሎ ኣለካ፣ ኣመስጋኒ ክትኮን ኣለካ። ኣብ ልዕሌኻ ክትድብደብ ከለኻ ብዙሓት ሰባት ሓቀኛ እናሃለኻ ከም ሓሳዊ ገይሮም ክቕርቡኻ እንተለዉ ዘረባኻ ማእኸል ህዝቢ ንሱ ክስማዕ የብሉን ተባሂልካ ክትግፋዕ እንተለኻ ክንፍንፈን እንተለኻ ኣብ ማእኸል ህዝቢ ማእኸል ዓለም ሓቀኛ ኮይንካ ንኽትርከብ ግን ቅኑዕ ንፁህ ኢሉ ዝምስክረልካ ጎይታ ምሳኻ ከም ዘሎ ክትዝንግዕ የብልካ ናታቶም መከራ ናታቶም ዘረባ ናታቶም መግፋዕቲ ግን እንተንፀርፀረካ ተስፋ እንተየቑረፀካ እእጋርካ ናኡ ከምርሓ ኣለወ ረዩ ናብቲ ፍርዲ ዘየጓድል ናብቲ ድኻ ዘይብድል ናብቲ ሓቃዊ ጎይታ ናብቲ ርህርህ ጎይታ ናብቲ መሓሪ ጎይታ ናብቲ ህው ዘይውዶ ክትጎይ የለካ ክሳዕ ሕዚ መፍትሒ ዘይረኽብና ደለና ክሳዕ ሕዚ ንብዓትና ዘይተሓበሰ ብዙሓት ደለና ክሳዕ ሕዚ ብዙሕ በርታት ኣንኳሕኩሕና ዝተዓፀወና ኣለና ዶ? ናብ እግዚኣብሔር ከድካ ግን በረይ ይዕፀወካ ናብ እግዚኣብሔር ኣንኳሓኩሕካ ግን ሰማዕ ኣይትስእን እግዚኣብሔር ይሰምዕ እዩ ናይካ ጸሎት ናብ እግዚኣብሔር ይሰምዕ ይበፅሕ እዩ ጸሎተይ ኣይበፅሕን ንብዓተይ ኣይረአይን ኢልካ ጥራሕ ክሳድካ ናብ እግርኻ ቀርቂርካ ኣይትብከ ከይድካ ናብ እግዚኣብሄር ብኻ ጎይታ እግዚኣብሄር ምሳኻ ከም ዘሎ ክትዝንግዕ ይብልካ ከይንዝንግዕ ከይንጠራጠር እውን ስለዚ ብተስፋ ተሓጎሱ ብመከራ እውን ተዓገሱ ብፀሎት ፅንዑ ተባሂሉ ኣብቲ ቅዱስ መፅሓፍ ተቐሚጡልና እዩ ቅዱስ ጳውሎስ ኣብ ሮሜ 12 12 ረእዩ ንከምዚ ከማና ዝመሰለ ከጽናዕና ስለ ዝደለየ እኮ ብዙሓት እውን መከራ ይበጽሖም ስለ ዝነበረ ተስፋ ይስእኑ ስለ ዝነበሩ ተስፋ ዘይብሎም ዝመሰሎም ወዲቖም ተርፉ ዝመሰሎም ደቂ ሰባት ብጉልበት ክውርትዕዎም እንከለዉ፣ ዝተፈላለየ ነገራት ኣብ ልዕሊኣቶም ክበጽሑ እንከሎ፣ እናተዛረቡ ከም ተዘይ ዘይተዛረቡ፣ ኣድምጹና እናበሉ እናሃለዉ፣ ድምጺ ናይኩም ክስማዕ የብሉን ተባሂሎም እንትኽልከሉ እንተለዉ፣ ተስፋ ቆሪጾም ከይተርፉ ኮይ ብተስፋ ተሓጎሱ መከራ ኣብ ልዕሊኣቶም ክበጽሑ ከሎ ሆ እናበሉ ክዕምጽጽዎም እንተለዉ፣ ሓያላት ንግዚኡ ሓይሊ ረኺቦም ተሓባቢርና ነጥፍኣዮ ዝብሉ ኣለዉ ረእዎ ነዚኣቶም መከራ ክበፅሐኩም ብመከራ ተዓግሱ ኢልዎ ኣብኡ ድማ ፀሎት ኮይተቋርፁ ብፀሎት ፅንዑ ዝብል መልእኽቲ ድማ እኒህሉ ረእዎ ብፀሎት ንፀንዕ ኣለና ዶ ከምዚ ክኾነና እንከሎ ከምዚ ደቂ ሰባት ኣብ ልዕለና ክልዓሉ እንከሎ መሓዙትና እኳ ጥራይዎም ኣሕዋትና እኳ ጥራይዎም ሰሪሕና ሰሪሕና እኮ ገንዘብና እውን ኮንጥለም ኢና ዝኩሉ ብርክና ይረይረይ እናበለ ብደቂ ሰባት ሰብ ክሳዕ ናይ ዘይንመስሎም ዕስራን ኣርባዕተን ሰዓት እናደፍቅኹ እናስርሑና እሞ ንሱ ከይኣክል ብፀርፊ እሞ ንሱ ከይኣክል ብፅፍዒት እንጀራ እኳ እንጀራ ክውና ከለዉ ተረፎም ንካልብ ዝወሃብ ዝነበረ እናመገቡ ኣስሪሖሙና እቲ ብደመ ረሃጽና ዝገንዘብ ዝስራሕናዮ ገንዘብ እኳ እዚ ምንመይ የምጽን ኢሎም ገንዘብና በላሊዖሞ ዝጠፍኡ የለውን ድዮም? ኣብ ግዜና እኮ ዘይረኣናዮ ነገር የለን። ብዙሕ ርኢና እኮ ብዙሕ ሰሚዕና እኮ እዚ ደጊም ኣይትስእን እዩ ኢሎም ንቁልቁል ኣፍና ደፊኦም ንብረትና ኩሉ ዝጓሕጉሑና ኣለዉ እኮ ሬዎ ገዳት ግን እግዚኣብሔር ዘይሪኦ ዶ ይመስለና እዚ ብዙ ተስፋ ቆሪፅና ክንከይድ ኣለና ኣለና ኣይኮነን እግዚኣብሔር ተሓገሱሉ ነዙይ ተሓገስዎ ከኣልዎ ንምንታይ እዩ ከኣልዎ ዝብለና ዘሎ እግዚኣብሔር ዋጋ ስለ ዘይብሉ ድዩ ስቂልና ንሕና ዝኩሉ ሰሪሕና ንኩሉ ርሂፅና ዝኩሉ ደኺምና ከንቱ ክንተርፍ ስለ ዝደለየ ድዩ እሞ እቲ ዘጥረናዮ እኳ ብጉልበትና ንሳቶም ክምንዝዑና ስለ ዝደለየ ድዩ ንኣኣቶም ከብልዖም ንዓናኻ ክድክመና ከድምዕና ስለ ዝደለየ ዶ ይመስለኩም እግዚኣብሔር ኣይኮነን ንምንታይ ደኣ እዩ እዚ ዝገብረ ዘሎ ንምንታይ እዩ ስቂሉ ዝሪኦም ዘሎ እግዚኣብሔር ንምንታይ እዩ ዝበለፀ ክብሪ ስለ ዘለካ እዩ እኮ ዝበለፀ ሽልማት ስለ ዘለክ እዩ እኮ እምበር ንብዓትክ ዘይረአ ኮይኑ ከይኮነ ዝወርድ ዘሎ ንብዓት እቲ ርእስኻ ተንኖ ርእስኺ ተንኖ እየ ዘለኺ ኣብ ቅድሚ እግዚኣብሔር ዘይበፅሕ ኮይኑ ኣይኮነን እኮ ንስኻ ዝበለፀ ክብሪ ዝበለፀ ልማት ዝበለፀ ውህብቶ ኣለካ እዩ ግን ናብ እግዚኣብሔር ትቐርብ ኣለካ መፍትሒ ካብ እግዚኣብሔር እዩ ዘሎ ነዚ እዚኣቶም ኩሎም ጋርሒኻ እዮም ክትወፅ ኣለካ ክትስዕሮም ኣለካ ስለዚ እንታይ ድዩ ዝብል ሉቃስ 18 ሽዱሽተ እግዚኣብሔር ግዳ ነቶም ለይትን መዓልትን ናብኡ ዝምህለሉ ሕርያቱ ኣይፈርደሎም እንዶ ወይ ዝድንጉዮም ዘይመስለኩም ቀልጢፉ ክፈርደሎም እዩ ይብለኩም ኣለኹ ዝበለ ዝቓሉ ረእይዎ ምጥዓም ነቶም ጽውዕዎ ነቶም ዘገልግልዎ ነቶም ቅኑዓት ነቶም ሕሩያት እናተበደሉ እናሃለዉ እናተገፍዑ እናሃለዉ

ኣንደበቶም ኩሉ ግዜ ኣብ ምቑዛም፣ ከብዶም ድማ ብጥምየት ተዓጺፉ፣ ዘይንሳቶም መሲሎም መልክዖም ተለዊጡ፣ ከም ቆጽሊ ሓሪሮም ገጾም ጠቂሩ፣ ገጾም ተጨማዲዱ፣ ጸጉሮም እናረገፈ ኣእዳዎም ብሕሱም መከራ ምእዛዝ እናኣበዮም ፈቖዶ ደናጉል እናወደቑ እናተስኡ እቶም እግዚኣብሔር ዝፅውዑ ደቂ ሰባት ግን ዝኹሉ መከራ እናብፅሑሎም እግዚኣብሔር ዘይሰምዕ ዶ ይመስለኩም? ቀልጢፉኸ ዘይፈርደሎም ዶ ይመስለና? ኣብ ልዕሊ ኣሕዋትና እተልዓልና ክንደይ ኢና? ኩሉ ግዜ ቀትርን ለይትና እንዳማትና ንጥምት ክንደይ ኢና ዘራ የብሎምን ኢልና ንሓስቦም እዚኦም ምስ ብትሕቲ እዮም ኢልና ንሓስቦም ክንደይ ግዜ ደፍኪኽናዮም ኣብ ገዛና ኣምጺና ልዑላት እናሃለው ግን ርእሶም ኣዲኖም ክሰርሑ ከለው እታ ሎሚ ዝረኸብኩዋ ገንዘብ እታ ዘላትና ሃፍቲ ብገንዘበይ እንድየ ዘስርሖ ዘለኹ ኢልና ክንደይ ግዜ ታሕታይ ላዕላይ ኣቢልናዮ ንዓና መዝመስሉ እናሃለው ንዓና ከም ዘይመስሉ እንስሳት ዘምሰልናዮም ብዙሓት ኢና እኮ ግን ንጹሃት ልቢ እዮ ልቦም ከይንሰውሮም ነዚኣቶም እቲ ዘሕልፍዎ ዘለዉ መከራ ኣብ ገዝኦም ከመይ ዓይነት ሰባት ነይሮም ብምንታይ ምክንያት እዮም ናባይ መፅኦም ዘለዉ ግዜ ኮይኑ ሎሚ ትማሊ ነይርዎም ስኢኖም እዚኦም እንተዝበልዑ እንተዝሰትዩ ነይሮም እንተዝኽደኑ ነይሮም እኮ ልዕለ እዮም ላዝኦም ኣንደበቶም እኮ ካብ ናተይ ንዓቐ እምበር ካብ ናተይ ይንእስን ኢልካ ክትሓስብ ኣለካ ጐይታ ብማዕርነት እዩ ፈጢሩና ሌላንጉሌላን ኣየገበረን ኣብዚ ምድሪ እዚ ደኣ ብዙሕ ሌላንጉሌላን ንርአይ እምበር እግዚኣብሔር ክፈጥረና እንከሎ ንስኻ ትሑት ኢኻ ንስኻ ትሑት ኢኻ ንስኻ ልዑል ኢኻ ንስኻ ጐይታ ኢኻ ንስኻ ባርያ ኢኻ በለና ኩላትና ናይ እግዚኣብሔር ኣገልገልቲ ኢና ፍጡራቱ ኢና ብኣርኣያ ስላሴ ንተፈጠረ ሰብ ባዕልኻ ናብ መጻደቕካ ነቲ ሓደ ልዑል ነቲ ሓደ ትሑት ትገብሮ ይግባእ ድዩ ይግባእ ስለዚ ነዞም ዓለም ጽልምቶም ዘሎ ፀሓይ እናበረቐት እናሃለወት ከም ዘይበረቐት ትረኣዮም ዘላ ቀትርን ለይትን ናብ ዓራት ደይቦም ከይድቅሱ ኩሉ ግዜ ዝነውዑ ዘለዉ ልቦም ዝስበር ዘሎ ቀሪብና ክንሪኦም ይግባእ ብቅዱስ ቃሉ ክነፅናዕንዖም ይግባእ ፅባሕ ክሓልፍ እዩ ሎሚ እንተዘይሓለፈልካ ሎሚ እንተነባዕኻ ፅባሕ ትሕጎሰሉ ክመፅእ እዩ ክንብሎም ኣለና ሎሚ እንተዘይበርታዕኻ ፅባሕ ክትብርትዕ ኢኻ ሎሚ እብራኽካ እንተኣብየካ ፅባሕ ክኣብየካ እዩ ሎሚ እንተኸሰርካ ፅባሕ ክተትርፍ ኢኻ ክትብል ኣለካ ተበርትዕ ኣለካ ክትሕግዞ ኣለካ ንሓውካ ንሓፍትኻ ክትሕግዝ ኣለካ፣ ኣብ ጎኑ ክትከውን ኣለካ። ኣብ ሓዘኖም ንምንታይ ንገድፎም? ኣብ ጭንቀቶም ንምንታይ ንገድፎም? እግዚኣብሄር ኣብ ጭንቅና ግዜ ገዲፉና ድዩ? እግዚኣብሄር ኣብ ዝወደቕናሉ ግዜ ገዲፉና ድዩ? ምስ ኣጋንንቲ ኣብ ዝዓረኽናሉ ግዜ ናብ ጸልማት ኣብ ዝኣተናሉ ግዜ እግዚኣብሄር ገዲፉና ድዩ? ብመከራ ቆሲሎም ይንበሩ እናተሳቐዩ ይንበሩ ኢሉና ድዩ እግዚኣብሄር የበለና? መከራና ተቐቢሉ ናብቲ ሕማቕ ቦታ ኣትዩ ንዓታ ንዓና ደይኮነን ዘቆይቆውፂልና ዝመዓረግና መዓዛና ዝጠዓመ ደይኮነን ገይሩና እንታይ ደኣ ሎሚ ሰብ ረሲሑ ርኢኻዮ ሎሚ ክትፅየፎ ሎሚ ናብ ፃዕዳ ስለ ዝኸደንካ ሎሚ ስለ ዝበላዕኻ ሎሚ ዝሰተኻ ፅባሕ ዘይትጠምኺ ጌርካ ከይትሓስብ ክዳንካ ዘይቕደድ ጌርካ ከይትሓስቦ ዘይውዳእ ጌርካ ከይትሓስቦ ሃፍትኻ ዘይብርስ ዘይውዳእ ጌርካ ከይትሓስብ ሎሚ ውህስ ጌርካ ገጽካ ውጽኡ ኣብ ጽቡቕ ወንበር ተቐሚጥካ ደቂ ሰባት ተንገላትዕ እንድሕር ኮንካ ሌላን ጉሌላን ዓይንኻ ክልተ ዓይነት ዝርኢ እንድሕር ኮይኑ ነቲ ጻዕደወ ትቕበል ነቲ ትረስሐ ተባርር እንተኮይንካ እግዚኣብሔር ጎይታኻ ተባርሮ ከም ዘለኻ ክትዝክርን ክትሓስብን ኣለካ ንኡዳትን ክቡራትን ናይ እግዚኣብሔር ቤተ ሰብ ከብ ቅድሜና ዝኒኤ ሽልማት ክንሪኦ ኣለና ብዙሓት ብዙሓት ኣብ ጎንና ኣብ ዙርያና ሰብ እናሃለዉ ከምዘይ ሰብ ኮይኖም ተቆፀሩ። ንስኻ ወንጀል ሰሪሕኻ እኳ ሎሚ ኣፍ ስለ ዘውጻእኻ ዘረባኻ ተደማጻይ ስለ ዝኾነ ነቲ ኣፍ ዘይብሉ ምሳኻ ዘለዎ ናብቲ ናትካ ወንጀል እቲኻ ኣብ እግሩን ናብ ኢዱን ብመቑሕ ሰንሰል ክእሰር ዝገበርካ ብዙሕ ኢኻ ገንዘብ የብሉን ኢልካ ነቲ ገንዘብ ዘሎ ሕሊፍካ ነቲ ገንዘብ ዘይብሉ ግን ኣብ በርታት ኣብ ጽርግያታት ኣብ ጎደና ክወድቕ ንብዓት ካብ ዓይኑ ከም ዘየቋርጽ ዝገበርካ ብዙሕ ኢኻ ሕጊ እግዚኣብሔር ዘፍረስካ ንዓለም ዝጠመትካ ጣዕሚ ዓለም ዝማረኸካ ኣብ ጉቦ ናብ ዓሌት እንተተጸመድካ ብዙሕ ኢኻ ብዙሓት ኢና ትማሊ ካልእ ኔርካ ሎሚ ስልጣን ምስ ዝረኸብካ ዝተቐየርካ ብዙሕ ኢኻ ትማሊ እጋርካ ናብ እግዚኣብሔር ኣንደበትካ ናብ እግዚኣብሔር ስም እግዚኣብሔር ዝጽውዕ ዝነበረ እዳብካ ቅዱሳት መጽሓፍቲ ዝድህስሳ ዝነበራ እእዛንካ ቀትርን ለይትን ቅዱስ ቃሉ ካብ ምስማዕ ንድሕሪት ዘይብላ ዝነበራ ሎሚ ናይ ዓለም ጣዕሚ ምስ ረኸብካ ነዚ ኩሉ ነገር እዚ ገዲፍካ ኣብ ሕማቕ እተጸመድካ ሕማቕ ኣብ ምዝራብ እትውዕልን እትሓድርን እዒንትኻ ናብ ሕማቕ ዝጥምታን ዝርኣን ኣእጋርካ ፍቆዶ ጣዖታት ዘምርሓ እናተሽለኹለዃ እናሸለዃ ሓጢኣት ዘርኣ ሓጢኣት ዝዕድጋ ኣብዚ ተጸመድካ ብዙሕ ኢኻ ተጸመድና ብዙሕ ኢና ግን ተመካሕናሉ ኩሉ ክሓልፍ እዩ እቲ ዝናፈቕናዮ እቲ ዝበሃግናዮ ክንመንዎ ኢና ጽባሕ ክትጠዓሰሉ ኢኻ ኣብ ስልጣን ኮንካ ዘንባዕኻዮም ጽባሕ ኣብ ቅድሚ ዓይንኻ ክመፁ እዮ ምስ ጎይትኦም ተሸሊሞም ክትርእም ኢኻ ንስኻ ክትሓስር ኢኻ ንሳቶም ልዕል እንትብሉ እንተለዉ ንስኻ ክትውረድ ኢኻ እተን ዘይናተን ዝቕበላ ዘለዋ ኣጻብዕቲ እተን ኣንዳማተን ዝሪኣ ዘለዋ ኣዒንቲ እተን ናይ ማተን ዝምነያ ዘለዋ ጽባሕ ክሓፍራ እየን ክቕየር እዩ ንሳቶም እኳ ኣብዚ ከምዙይ ዝመሰለ ብኣኻ ካብ በጽሖም ሓይሊ ብዘይብልካ ንስኻ ባና ካብ ነውዑ በቲ ሞትን ህይወትን በቲ ዝቐትልን ዝሕውን ጎይታ እንታይ ክበጽሐካ ይኽእል? ነስተብህለ ኣለና ዶ ንርኢ ኣለና ዲና እንታይ ይኸውን ኣሎ በብመዓልቱ ንሪኦ ዘለና እንታይ እዩ ንሰምዖ ዘለና ናይ እንታይ እዩ እቶም ንጹሃት እንታይ ይኾኑ ኣለዉ እቶም ሓቀኛታት እንታይ ይኾኑ ኣለዉ እቶም ቅዱሳት እንታይ ይኾኑ ኣለዉ ዝወፅእ ዘሎ መን እዩ ብቲ ዝዛረብ ዘሎ ብብመዓልቱ መን እዩ? እቲ ዝድመፅ ዘሎ እውርና ንድምፆ ዘለና ኸን መን እዩ? ሰማዕትኸ ኣብቲ ቅዱስ ንዓቐብ ነቲ ርኹስ ደይኮና ንድምፅ ካብቲ ሓቀኛ ነቲ ሓሳዊ ደይኮና ንኣምን ካብቲ ንፁህ ነቲ ሕማቕ ደይኮና ንቕበል ካብቲ ሎሚ ዘራይ ዘይብሉ ነቲ ሎሚ ሰብ ዝዓሰለ ደይኮና ነድሕሪኡ ንጓየ ናብ ገዛና ንቕበሎኸ ነቲ ዝረስሐ ድዩስ ነቲ ዝጸዓደወ ነቲ ጽድቂ ክህበና ዝኽእል ድዩስ ነቲ ንሓጢኣት ዝወስደና ኣብ መንገዲ ማሪኹና ዝኸይድ ከመን እዩ ነቲ ዕረፍቲ ዝህበና ድዩስ ነቲ ህውከት ዘእቱ ናብ ገዛና ነቲ መርገም ዘስንቀና ድዩስ ነቲ በረከት ናብ ውሽጥና ዘእቱ ኣበይ ኣለና ኣበይ ኣለና ትማሊ ኣበይ ነርና ሎም ኣበይ ኣለና ፅባሕ ኸ ናበይ ኢና ርኢናዮ ንፍትሾ ዶ ኣካይዳና ነስተኻኽል ኣለና ዲና ሎሚ እንተዘይለዊጥካዮ ሎሚ እንተዘይገዲፍካዮ መከራ እዩ ስለዚ ብዘለና ነገር እናመስገና ደኣ እምበር ንዘይብልና እናጠመና እናጠመትና ካብ ጎይታና ከይንወፅእ ብዙሓት ብዙሓት ንዝተውሃቦም ከየመስግኑ ኣብ ዘለዎም ኣመስጊኖም ከይኸዱ እናማረሩ ዝተጎድኡ ብዙሓት እዮም እናማረሩ ዝተጎድኡ ተመስገን ከይብሉ እዚ ዝሃበኒ ዝሃብካኒ ጎይታ እዚ ከናመን ኮይኑ እዚ እውን ኣነ እየ ረኺበዮ ኢሎም በቲ ዝተውሃቦም ከየመስግኑ ይኣኽለኒ ብዘይ ምባል ኣብ ዝተፈላለየ ክእደታት ወድቆም ይርከቡ ሬዎ ቆላይሲ ሰርዓተ ክልተ እንታይ ይብል ጸሎት ኣዘውትሩ ኣብ ጸሎትኩም ከዓ ንቑሓትን መመስገንትን ኩኑ ብርሃን ዓለም ቅዱስ ጳውሎስ ጸሎት ኣዘውትር ኣብ ጸሎትካ ከዓ ንቑሕ ንቕሓት ጥራሕ ኣይኮነ ኣመስጋን እውን ኩን በቲ ዘለካ መስግን ነመስግን ኣለና ዶ ንጽሊ ኣለና ዶ ነዘውትር ምጽላይ እኮ ሓደ ግዜ ክልተ ይኩን ኣዘውትሮ ኣይተቋርጾ ንቑሕ እውን ኮይንካ እዩ ብትኺት ኣይኮነን እናንፀርፀርካ ኣይኮነን ኣመስግን እውን ኣይዳ ትዕድልቲ እኮ እዩ ንምምስጋን ንምፅላይ እውን እኮ ትዕድልቲ እኮ እዩ ምዝኸኣለ እኮ እዩ ብዙሕ እኮ እኒሀ ዝፈዘዘ እግር እናሃሎ እግሪ ከም ዘይብሉ ዝኾነ ዓይኒ እናሃሎ ዓይኒ ከም ዘይብሉ ዝኾነ እኮ ብዙሕ እዩ ኣንደበትካ ናብ እግዚኣብሔር እንተዘይቀሪብካዮ ኣንደበትካ ትሕደገሉ መዓልቲ እኮ እኒሆ ንዒንኻ ሕዚ ጥዑይ እንተዘይጠሚትካሎም ዒንትኻ ሕደጉ እዮም ናይ እግዚኣብሔር ቤተሰብ ዓይኒ እናሃለወና እንተዘይርኢናሉ፣ እዝኒ እናሃለወና እንተዘይሰሚዕናሉ፣ እግሪ እናሃለወልና እንተዘይከድናሉ፣ ኢድ እናሃለወና እንተዘይዳህሲስናሉ ንመዓዝ እዩ? ናይ ሞት መዓልቲ እኮ እዩ፣ ናይ ፍርዲ መዓልቲ እኮ እዩ። ኣብ ሰዓት እዚ ብኸያት ይጠቅም ዶ? ኣብ ሰዓት እዚ ሓዘን ይጠቅም ዶ? ኣብ ሰዓት እዚ ኣውያት ይጠቅም ዶ? ኣብ ሰዓት እዚ መሓረኒ ይጠቅም ዶ? ኣብ ሰዓት እዚ ጎይታይ ሓንቲ ሰዓት ፍቐደለይ እሞ ክጎይ እየ ናብ ቤተ እግዚኣብሔር ክንብብ እየ ሕዚ ክምሃር እየ ሕዚ ይጠቅም ዶ? ጎይታይ ሎማዓንቲ ፍቐደለይ እሞ ክንስሃ እየ ይጠቅም ዶ ኣይጠቅምን? ግዜ እናሃለወካ ንምንታይ ግዜ ትፅበ? ኣዝማናት እናሰፍሑልካ እናሃለዉ ንምንታይ ዘይትጥቀመሎም? ሰብ ንክትደቑሰሎም ድዮም? ሰብ ንክተውክየሎም ድዮም? ንክተንውዕሎም ድዮም? ናንዳማትካ ክትወስደሎም ክትሰርቀሎም ድዮም? እዳውካ ጉቦ ክትቅበለሎም ድዮም? ናብ ስልጣን ዝወፀኻሉ ሌላን ጉሌላን ክትገብረሉ ዝቐይሐ ዝፀበቐ ክትቅበለሉ ዝሙት ክትፍጽመሉ ናብ ጣዖታት ከተምርሕሉ ንድኻታት ንረዳእ ንስሓኑ ክትዕምብጸሉ ድዩ ኣይኮነን ኣይኮነን ስለዚ ስልጣን ምስ ተዋሃብካ ካብ እግዚኣብሔር ክትሃድም ብዙሕ ሰብ ዓሻ ኣሎ ስልጣን ምስ ረኸበ ናይ ምድራዊ ስልጣን ናብ ቤተ እግዚኣብሔር ቆልሓ ዘይብል ሰብ እውን ኣለና ጥራሕ ሕማቕ እናገበረ ዝውዕል ዕቡኡ ይዕበ፣ እቲ ወንበር ንሱ ናይ ባዕሉ ዘይሓልፍ ይመስሎ። ደቂ ሰባት ይዕምጽጽ፣ ናብ ጎይትኡ ከይዱ ጎይታይ እዚ ሕዚ ሒዘዮ ዘለኹ ስልጣን ናይካ ስልጣን እዩ፣ ኣነ ዋላ ሓይሊ የብለይን፣ ጎይታይ ፍርዲ ከየጓድል ድኻ ከይብድል ርድእኒ፣ ሓግዘኒ ቅዱሳን ብዝኸድዎ ንድኻታት ንዝተወቕዑ ንዝተገፍዑ ኸናግፍ ንዓመፀኛታት ምሂረ ክምልስ ተዘይኮነ ነቶም ንጹሃን ንኸይግፍዑ ኸለላ ክገብረሎም ርድእኒ እናበለ ጸሎት ክንዲ ዝገብር እታ ተጠቐማ ስልጣን ተጠቒሙ እናነብዑ እናመፅዎ እናሃለውካ መልስ ኣመልካ እዩ ምብካይ መልስ ንስኻ ጥራሕ ጅብኻ ኩሉ ግዜ ብድኽነት ትነብር ሓንቲ መዓልቲ እኳ ወፂኣትካ ዘይፈልጥ ዘይትፈልጥ እናበለ ዘባረር እኮ እኒሀና እኮ ይርስዖ ትዝርኸቦ ወለድነት ትዝርኸቦ ጸጋ ቤት እግዚኣብሔር ይዝንግዖ ይገድፎ በቃ ከምዘይናቱ ንእግዚኣብሔር ጎይቱ ይርስዖ ነቲ ሓያል ጎይታ ንሱ ሓያል ገይሩ ይሓስብ ንባዕሉ ናትካ ስልጣን ሓላፋ እዩ ተለዋጣ እዩ ንስኻ ሓላፊ ኢኻ ትብስብስ ኢኻ ትፍርስ ኢኻ ነቲ ዝሓይሓልፍ ጎይታ እንተ ሒዝካ ኢኻ ዘይትልወጥ ወይ ድማ እንተ ሓለፍካ ክብሪ ትረክብ ስለዚ እዚ ከይኸውን እዚ ከይመፅእ ንሪኦ ዘለና ከቢድ እዩ ከመይ ከም ዝንሆ እንታይ ከም ዝመስል ነጋር ዘሎ ኣይኮነን እንበዓልትና ባዕሉ ኣበይ ኣለ ኣበይ ኣለ ኣበይ ኣለኻ ኣበይ ኣለኺ ሎሚ ናብ ቤተ እግዚኣብሔር ከድካ ሓቀኛ ትመስል መፅ ተመሊስካ ትሕሱ ንጎ ትፀድቕ መሸት ትሓጢ ምሸት ብርሃን ትኽድ ንጎ ብርሃን ትኽደን ለይቲ ድማ ጸልማት ትግልቦ ንጎ ናብ ቤተ እግዚኣብሔር ተምርሕ ለይቲ ድማ ናብ ጣዖታት ተምርሕ ዓንዲርና ይምነወናን ዘሎ ሓሲና ይምነወናን ዘሎ ኣንገላትዕና ይምነወናን ዘሎ ረእይዎም ነዞም ግፉዓት ነናግፎም ሕዝውን ንጹሃት ኮይና ምስ ንጹሃን ንደመር ዝሓዝኑ ዘለዉ ካብ ሓዘኖም ነውፃዮም ዝነብዑ ዘለዉ ንብዓቶም ንሓብርሶም ዝድቆሱ ዘለዉ ዝወድቁ ዝልቦም ስበር ዘሎ ብርክ እናሃሎም ብርክ ከም ዘይብሎም ዝኾኑ ዘለዉ ነተስኣዮም ኩሉ ግዜ ኣመስገንቲ ንኹን እንተሃለወካ እንተዘይሃለወካ ኣመስግን ኩሉ ዘይሰኣኖ ጎይታ ኢኻ ሒዝካ ዘለኻ ነዚ ሒዝካ ደ ይማረር እዩ ነዚ ሒዝካ ደ ህረፍ እዩ ምስ ጎይታ ኮንካ ዶ ከምዚ ዝመሰለ ዘየድሊ ነገራት ይውፃእ እዩ ኣይውፃእ ቀዳማይ ተሰሎንቄ ምዕራፍ ሓሙሽተ ዓሰርተ ሸውዓተ ዘሎ ቃል ብኩሉ ኣመስግኑ በቃ ረይዎ ብኩሉ ኣመስግኑ እዙይ ንኣኻትኩም ከዓ ይብል ብክርስቶስ ኢየሱስ ፍቃድ እግዚኣብሔር እዩ እሞ ከመይ ምጥዓሙ ኣብ መከራ ግዜ ምምስጋን፣ ኣብ ሰኣንካሉ ግዜ ምምስጋን፣ ኣብ ተጨቆንካሉ ግዜ ምምስጋን ከመይ ዝመሰለ ክብሪ ይህቡ ይመስለኩም? እቶም ቅኑዓት ዝኾኑ ገዘፍቲ ኣቦታትና እቶም ቅዱሳት ዝኾኑ ብመከራ ዘይስነፉ ዘይልወጡ ፈንትኽ ዘይብሉ ካብ እግዚኣብሔር ድሕሪት ዘይገብሩ ኩሉ ግዜ ምሕረት እግዚኣብሔር ይጽበዩ ኣዒንቶም ብፍቕሩ ንብዓት ዘፍስስ ንዕዑ ምሕረቱ እናረኣዩ ዝነብዑ ኣቦናን እዮም እስክንበልክ ኩሉ ግዜ መስገንቲ እዮም ኩሉ ግዜ በቃ ብስንፍና እዩ እዚ እምበር ዝመፀኒ ዘሎ እግዚኣብሔር ደኣ ንዓይ ናባይ ምሕረቱ ካብ ምፍሳስ ናባይ ካብ ምጥማት መዓስ ንድሕሪት ገጹ ገይሩ ይፈልጥ? እቲ ፈቃር ጐይታ፣ እቲ ሕያዋይ ጐይታ፣ ዘይድቅስ ሓላውየይ፣ ኣደቂሱ ዘተስእኒ፣ ኣውጺኡ ዘእትወኒ ጐይታ መዓዝ መዓስ ገዲፉኒ ይፈልጥ? ኩሉ ግዜ እንተበደልኩ እኳ ዝፅበየኒ ንሱ እንድዩ እንተጥፋእኹ እኳ ክምለስ እዩ ዝፅበየኒ ንሱ እንድዩ ስለዚ ኣነ ካብዚ ንድሕሪ ዝገብር የብለይን እዚ መከራ ዝመፀኒ ዘሎ ብናተይ ስንፍና እዩ ኢሎም ንእግዚኣብሔር ዘመስግኑ እኳ እዮም ንሕና ከ ክነመስግነ ይግበአና እንድዩ ኣሽንኳይ ዶም ናታቶም ክብሪ ዘይበፅሓና ኣብ ናታቶም ክብሪ ተትበፅሕ እኳ ረእይዎም ንሳቶም እንታይ ከም ዝመሰሉ ብዘመስገንዎ እዮም ከቢሮም ሽልማት እዩ ዝወሃበካ። ዘይበጽሓናዮ ግዲ ኮይና ግዲ እዩ ሕዚ ዝስግረና ዘሎ። ኣብኡ ግዲ ኢና ዘይበጽሓና ዘይተለማመድናዮ ግዲ ኮይና እቲ ምምስጋን ንእሽተይ የመስግና ነማረር ኮይና እምበር መንዳማትና ንጥምት ኮይና እምበር እቲ ምሳና ዝኒህ ሃፍቲ ርኢናዮ ዶ ንፈልጥ? እቲ ምሳና ዝኒህ ዕረፍቲ ዕሪፍናሉ ንፈልጥ ዶ? ብዙሕ እናሃለዎ ስቕ ኢሉ ዘቑረምርም ኣሎ ዘይብሉ ድማ ዘመስግን እኒሀሮ እዩ። ዘይብሉ እናሃለወ ዘመስ ኩሉ ግዜ ዘመስግን እገለስ የብሉን ትልሓስ ትቕመስ የብሉን ንምንታይ ኣዩ ዘመስግን ኢልኩም ትፈልጡ ዶ ናይ እግዚኣብሔር ውህብቶ ስለ እተረዶ እዩ ውሽጡ ይዓግበሎ ሕልንዑ ዝዓረፈ እዩ ተዘይብሉ እኳ በቃ እግዚኣብሔር ከም ዝህቦ ይፈልጥ እዩ ይሰርሕ እዩ በታ ዝሰርሓ ከዓ ይዓግብ እዩ ክንደይ ድኻታት እኒኦ እኮ እምኒ እናተሸከሙ ዝውዕሉ ደቂሶም ዝሓድሮ ልዕሊ እምኒ እተተረእሱ ተተረኢሶም ዘይኮርክሖም የለውን ኣነ ንስኹምን ክንደይ መዓልቲ ፅቡቕ ክንደይ መዓልቲ ፍርናሽ ቀያየርና ክንደይ መዓልቲ መደቀሲ ቀያየርና ክንደይ መዓልቲ ገዛና ጥሪናዮ ክንደይ መዓልቲ ሕዲስናዮ ንገዛውትና ክንደይ ግዜ ወናብር ቀይርና ኣይመቸወና ክንደይ መዓልቲ መብልዓት ቀይርና መብልዒ ቀይርና ክንደይ ግዜ መስተ ቀያየርና ክንደይ ግዜ ክዳን ቀይር ክንደይ ግዜ ነብስና ተሓፂብና ክንደይ ግዜ ኣለዉ ዝበሃሉ ክባር ዝኾኑ ሽቶታት ወይ ድማ ጨናታት ገዚእና ናብ ሰውነትና ነስኒስናዮም ኣብ ቅድሚ ደቂ ሰባት ፅቡቅ ክንጨኑ እናበልና ግን ግን ክንቀስነ ይከኣልና ክንዕርፈ ይከኣልና ንምንታይ

ክንብሎ ይከኣልና። እንታይ ደኣ እዚ ኩሉ በሊዕና እዚ ኩሉ ሰቲና እዚ ኩሉ ኮይንና ክንዕርፍ ዘይከኣልና ናብቲ መዕረፊና ስለ ዘይኣተና እዩ። ጎይታ እግዚኣብሄር እዩ ዝዕርፈና። ናብኡ ንቕረብ፣ ናብኡ ንኸይድ፣ ንለወጥ፣ ንተሓደስ ብምንታይ ምሕዳስ ሓጢኣትካ ብምግዳፍ ይዎ ግን ሃፍትና ንምንታይ ንጥቀሙ ኣለና ገንዘብና ንምንታይ ንጥቀሙ ኣለና ስራሕናዮ ገዛኻ የምፂናዮ ኣለዉ ዝበሃሉ ኣብ ገዛና ዝንኤው ዘጌፁ ነገራት ካበይ መፅኦም እዚ እውን ክንሓስበሉ ይግባእ ብስርቂ ዝመፁ ድዮም ብግቡእ ዝመፀ ድዩ ብናይ ሰብ ደም ብናይ ሰብ ንብዓት ዝመፀ ድዩ ተጠረየ ድዩ ወይስ ብናይ ባዕልኻ እዩ ኣብቲ ውሽጢ ገዛኻ ዘሎ ንብረት ናይ ሰብ ንብዓት ከይህልዎ ክትሓስብ ኣለካ ትድቅሰሉ ዓራት ብናይ ሰብ ንብዓት ብናይ ሰብ ደም ብናይ ሰብ ረሃፅ ዝተዓደገ ከይኸውን ተኸዲንካዮ ዘለኻ ክዳን ናይ ሰብ ድኻም ከይኸውን እዚ ህውከት እዩ እዚ መርገም እዩ ኣየቕስነካን ትረግፆ ዘለኻ ጫማ ብስርቂ ተገዘ ከይኸውን ብሸፈጥ ዝመፀ ከይኸውን ናብ ገደል ይኸጥልፈካ እግርኻ እናመርሕ ናብ ገደል እዩ እግርኻ ከሰብረካ እዩ እቶም ትንስንሶም ዘለኻ ክበህራ ዝበሃሉ ንዕሽኻ ዘምፀኻዮም እኮ ይኾኑ ኣብ ገዛኻ ዘሎ ንብረት ፈትሾ ናይካ ድዩ ብሓቂ ዝመፀ ድዩ ህይወትካ ብሓቂ ትምርሓላ ዶ ንምንታይ? ብሓቂ ተዘይኮይኑ ትመውት ስለ ዘለኻ ደቂስካ እውን ዝብፅብፀካ ዘሎ ንስኸ ይኸውን ዝርብሸካ ዘሎ ንስኸ ይኸውን ደም ዝፈሰሰኸ ይኸውን ደም ዝፈሰሰ እንተኮይኑ ገዛኻ መፅኡ ክርብሸካ እዩ ደመ እዩ ክብለካ እዩ ኣብ ኣእምሮኻ መፂኡ ክርብሸካ እዩ ንምንታይ ጎይታይ ዘይትፈርድ ክብልዎ እዩ ኩሎ እዩ ትደም ንሱ ዝድቅስ ዘሎ እኮ ናተይ እዩ ብደመይ እኮ እዩ ብገንዘበይ እኮ እዩ ክብልዎ እዮም ንብዓትና ረሃፅና ዘንጠብጠብና ኣሎ እኮ እዩ ጎይታ ግዜ ተጠቂሙ ሓይሊ ረኺበ ኢሉ እኮ እዩ ወሲዱና እምበር ኣነ እኮ እየ ክድቅሰሉ ነይረ ክብልዎ እዮም እቶም ዘጥረዩ ሎሚ እታ ንእሽተይ ፍልጠቱ ተጠቂሙ እዩ ኣንጋልያቱ ዕነን ዓይኒ የደብርዩኒ እምበር እኮ ኣነ እኮ እየ ናብኡ ንክኣቱ ነይረ ኮኑ ከዓ እዮም ናፍቲ ወንበር ድሕር ረይብካ ነድምፁ ይግበአና ሓዚ እውን ክነስተባህል ይግበአና ሓዚ እውን እግዚኣብሔር እግዚኣብሔር ዝፅውዐና እግዚኣብሔር ዝነግረና ዘሎ ዘንኳሕኩሐና ዘሎ ርእስና ክንፍትሽ ዝገብረና ዘሎ ናብኡ ክንምለስ ስለ ዝደለየ እዩ እዚ እንተኮይኑ እንታይ ክገብር ዝኽእል ኣብ ገዛይ ዘሎ ንብረት ዘይናተይ እንተኮይኑ ዝተፈላለየ ነገራት ገይረ ብዓመት ዘምፃኸዎ እንተኮይኑ እንታይ እዩ ክገብር ዝኽእል ቀጥልካ ናብ እግዚኣብሄር ተመለስ ብዘይ ወዓል ሕደር ተዘይኮይኑ ግን ፅኑዕ ፍርዲ ኣሎ እዩ ተምልጠሉ ፍርዲ ኣይኮነን ብውሓስ ትወፀሉ ኣይኮነን ንሱ ሎሚ ብውሓስ ክትወፅእ ትኽእል ኢኻ ሎሚ ከምኡ ጌርካ ክትመልቑ ትኽእል ኢኻ ገንዘብ ሂብካ ክትመልቑ ትኽእል ኢኻ። ኣለዉ ንትብሎም ኣፈኛታት ሰባት ቆጺርካ ገንዘብ ከፊልካ እዮም ተዛረቡለይ ኣነ ክእምኖ ይከኣልኩ ንስኻትኩም እምኑለይ ክትብሎም ትኽእል ኢኻ። ዘመድ ኣዝማደ እዮም ሰበስልጣን ኣለዉ ብልዓል ከውፁ ንክትብል ትኽእል ኢኻ። ኣብ እግዚኣብሄር ግን ከምኡ የለን። ኣፈኛ ኢኻ እሞ ንስኻ ከይደለይ ክትብል ኣይትኽእልን። እዙይ ጠበቃ እዩ ክትብል ኣይትኽእልን። ንኽንድዚ መዓልቲ ክዚ ክኸፍል እየሞ ብውሓስ ኣውፀኒ ጎይታይ ክትብሎ ኣይትኽእልን። እግዚኣብሔር ከምኡ ኣይሰምዕን። እግዚኣብሔር ንሶ ኣይደልን። እግዚኣብሔር ዝደልዮ ንስኻ ብንብዓት ምምላስ እዩ። ኣብ ዝነበርካ እንተነበርካ እግዚኣብሔር ክቕበለካ እዩ። ዝወደይ ክመፅእ እዩ ሎሚ ኢሉ ይፅበየካ ዘሎ። እዛ ጓለይ ሎሚ ክትመፅእ እያ ኢሉ ይፅበየካ ዘሎ። ዓሚዝካ ፅበየካ ዘሎ እግዚኣብሔር ዘይቀሰፈካ ክትምለስ ስለ ዝደለየ እዩ። ወገናት ምእመናን ኣቦታት ኣዴታት ኩልኹም ብሓፈሻ ኩለና ኣቐይምናዮ በዲልናዮ ኢና እግዚኣብሔር ይፅበየና እዩ ዘሎ ክመፅእ እዩ ክምለስ እዩ ኢሉ ዝተፈላለየ ሓጢኣታት ሰሪሕና ስቕ ኢልና ዘለና ተሓቢእና ዘለና ደይመስለኩም ካብ እግዚኣብሔር ተሸፊንና ዘለና ሓጢኣትና ዘይተፈለጠ ዶ ይመስለኩም ይኸውን? እቲ ሓጢኣትና ዘይተጸብጸበ ዶ ይመስለኩም ይኸውን? ኣይኮነን። ስለ ዘይፈለጦ ኣይኮነ እግዚኣብሔር ኩሉ ይፈልጥ እዩ ማእምረ ልቢ እዩ። ንምንታይ ደኣ ዝወደ ኢሎም ክምለስ እዩ እዛ ጓለ ኢሎም ክትምለስ እያ ሎም ክፅበዩ ኢሉ ይፅበየና ስለ ዘለ እዩ ክሽልመና በዲልካ እዮ ክሽልመካ ፀበ ጎይታ ኣቐይምካዮ ዘፍቅረካ ጎይታ ክሒድካዮ ሰዓት እዩ ክምለስ እዩ ናብ ውንኡ ዝብለካ ጎይታ ዝብለና ጎይታ እዩ ዘለና እኮ ሕያው ጎይታ ሕያዋይ ጎይታ ርህሩህ ጎይታ ጸላእቱ ዘፍቅር ዓመፀኛታት ዘንጽህ ጎይታ እዩ ዘለኒ ስለዚ ሕዚ ካብ ዝወደቕናሉ ንተስእ ብድግ ንበል ንለዓል ናብ ጎይታና ንቕረብ ንጸጋዕ ፀግዕና ንሓዝ ፀግዕና ኣበይ እዩ ኣበይ ኢና ንፀጋዕ ንመን ኢና ክንድገፍ ናብ ጎይታና ንቕረብ ዝገበርናዮ ኩሉ ንቐንጥጦ ስለዚ በደልቲ ካብ በደልና ንመለስ ዝተገፋዕና ድማ ርእስና ኣድኒና ዘለና ንብዓትና ምዝራይ ኣዊ ዘሎ ተስፋ ንቆረፅ ዘለና ተስፋ ዝኾነካ እግዚኣብሔር ኣብ መስቀል ዝወፀልካ ጎይታ እንታይ ዓይነት ተስፋ ከም ዝሃበካ ናበይ ክትጥምት ከም ዘለካ ናበይ ክትከይድ ከም ዘለካ መከራ እንትመፅእ እንታይ ትገብር ከም ዘለካ እንትጸበካ እንተሎ ከመይ ክትከውን ከም ዘለካ፣ እንትሓዝን እንተለኻ እንታይ ክትመስል ከም ዘለካ፣ እንትጠም እንተለኻ መንዛዕቲ ክምንዝዑኻ ከለዉ ከነኣእሱኻ እንተለዉ እንታይ መሲልካ እቲ ክብሪ ክትወስዶ ከም ዘለካ ስለ እተሓበረና በደጊልና እንተይተደቆስና ብሓዘን እንተይተሰበርና ናብቲ ሕያዋይ ጐይታና ንቕረብ፣ ናብ እግዚኣብሔር ንጓዓዝ፣ ንኺድ ናብኡ፣ ናይ ንብዓትና ዋጋ ክንረክብ ኢና፣ ናይ ጭንቀትና መፍትሒ ክንረክብ ኢና። ተጨኒቕካ ኣብ ዘለኻዮ ጥራሕ ኣይትደቅስ፣ ተጨኒቕካ ተስፋ ከም ዘይብልካ ተደቂስካ ኣይትብከ፣ ርእስኻ ኣድኒንካ ኣይትንበር፣ ቅንዕ በል ናብ ጐይታኻ ናብ እግዚኣብሔር። የትስእይ እግዚኣብሔር ወደይ ጓለይ ኢሉ ግንባርካ ቅንዕ ኣቢሉ ንብዓትካ ሕብስ ኣቢሉ ዝቕበል ጎይታ እናሃለወና ረይዎ ክቡር ንኡድ ኢኻ እኮ ልዑል ኢኻ እኮ ዝሓሰርካ ይኾንካን እኮ ወዲቕካ ኣይትተርፍን እኮ ኣብቲ ረግረግ ንሱ ኣብቲ ጭንቂ ንሱ ኣብቲ ሎሚ መዋፅእ ዘሎ ዘይብሉ ዝመስለካ ዘሎ ኣብኡ ተዋሓጥካ ኣይትነብርን እኮ መዓልቲ ኣለካ እዩ ሰዓት ኣለካ ግዜ ኣለካ እዩ እቲ ግዜ ንሱ ድማ ከምዚ ናይ ምድሪ ግዜ ኣይኮነን ትሽልመሉ ትኸብረሉ ትደምቀሉ ዕሹ እቲ እግዚኣብሔር ንዓይን ንዓኹምን ዝዓደለና እዩ። ስለዚ ኣብ ዓለም ኩሉ ዘለና ናይ እግዚኣብሔር ቤተሰብ ብዙሕ ዝገበርናዮ እኒኦ ኣብ እዳውና ዝጨበጥናዮ ሞት እኒኦ ደም እኒሆ ካብዚ ክነውፅ ኣለና እዳውና ክንንፅህ ኣለና እቲ ፈኸራታት ንገዱፍ ደም ወላዒሌነ ወላዒለ ውሉድነ ኢሎም ቤት ኣይሁድ ጨሪሖም ጭርሖኦም ግን ጎይታ ናብ ምስቃል ኣብፅሕዎም እዩ ከምዚ ጌርና ብዙሕ ዝገበርና ነና ስለዚ ሰብ ወንበር ወንበርና ንፈትሽ ሰብ ሃፍቲ ሃፍትና ንፈትሽ ሰብ ጉልበት ጉልበትና ንፈትሽ ዓይነ ብርክ ዘለካ ዓይነ ብርክካ ፈትሾ ናበይ ይምርሖም ዘሎ ኣንደበት ዘለና ኣንደበትና ንፈትሽ እንታይ ናገበረ ውዕል ይሓድር ኣሎ እንታይ ናተዛረበ ሰብ እዝኒ እዝንና ንፈትሽ እንታይ የድምፅ ኣሎ ሰብ ዓይኒ ዓይንና ንፈትሽ እንታይ ይርኢ ጥምት ኣሎ እዚ ኩሉ ፈትሽና ፈትሽና ናብ ሓደ ንምፃእ ናብቲ ሓደ ዝገብረና ናብ እግዚኣብሔር ንቕረብ እዚ ተጌርካ ኢኻ ክትሽለም ትኽእል ስለዚ ኩሉ ግዜ ኩሉ ግዜ ብጸሎት ተጸሚድና ንጎይታና ንእግዚኣብሔር ነመስግኖ። ጸሎት ኣዘውትሩ ኣብ ጸሎትኩም ከዓ ንቑሓትን መመስገንትን ኩኑ። ደጋጊምና ኣብ እንደበትና ንምለሶት ነገር እዚ ጸሎት ኣዘውትሩ ኣብ ጸሎትኩም ከኣ ንቑሓትን መመስገንትን ኩኑ። ብተስፋ ተሓጐሱ፣ ብመከራ ጽንዑ። ብመከራ ተሓጐሱ፣ ብተስፋ ተሓጐሱ፣ ብመከራ ተዓገሱ፣ ብጸሎት ጽንዑ። ጽናዕ ኣብ ጸሎት እዎ ኣቱም ሰበ ስልጣን ንመበለታት ኮነ ንድኻታት ኣይትግፍዕዎም። ዘጸኣት ዕስራን ክልተን ዕስራን ክልተን ዘሎ እዩ። ንመበለታት ኮነ ንድኽታማት ኣይትግፍዕዎም ተባሂሉ እዩ። ኣምላኽና እግዚኣብሔር ኣምላክ በቲ ቅዱስ ቃሉ ተመሪሕና ኩሉ ግዜ ንዕዑ እናጸዋዕና ኩሉ ግዜ ድማ ብተገበረልና ነገር እናመስገና እንነብር ይግበረና። ሓያል ጎይታ፣ ፈቃር ጎይታ፣ ሕያዋይ ጎይታ፣ ወሃቢ ጎይታ መሓሪ ጐይታ፣ ርህሩህ ጐይታ፣ ፈታዊ ሰብ ጐይታ፣ ምሕረቱ ዝበዝሐ፣ መዓቱ ዝረሓቐ፣ ኩሉ ግዜ ንዓና ንሕና ናብኡ ንኽንምለስ ዝጽበየና ጐይታ ኣለና እሞ ኣብቲ ሓላዊና ናብቲ ዘይድቅስ ሓላዊና ንመለስ። ኣምላኽና እግዚኣብሔር ኣምላኽ ንዅላትና በቲ ቅኑዕ መንገዲ እንመላለስ ይግበረና። ካብ ዝወደቕናዮ ተሲእና፣ ሕማቕ ካብ ዝገበርናዮ ተመሊስና፣ ተስፋ ዝቆረጽና ድማ ተስፋ ሰኒቕና ክንልዓል ይግበአና። ኣምላኽና እግዚኣብሔር ኣምላኽ ዝኸበረን ዝተመስገነን ይኹን። ወስብሃት ለእግዚኣብሔር።